ሰላም ጥዕና ሃበለይ ከመይ ጸንሑ ክብራት ተመልከቲ ቴሌቪዥን ድምፂ ያነ ትግራይ ነዚ ዕለት ዝበልናዮም ዜናታት ሒዝናልኩም ቀሪብና ኣለና ሓላፊ ቢሮ ምትሕብባር ሰብኣዊ ሓገዝ ውድብ ሕቡራት ሃገራት ኣብ ኢትዮጵያ ዑደት ከም ዘካይዱ ተገሊጹ። ኣብ ቀረባ እዋን ሓላፊ ቢሮ ምትሕብባር ሰብኣዊ ሓገዝ ውድብ ሕቡራት ሃገራት ማለት እውን ኦቻን ምክትል ዋና ጸሓፊ እቲ ውድብን ኮይኖም ዝተሸሙ ማርቲን ግሪፍቲስ ኣብ ኢትዮጵያ ናይ ሽዱሽተ መዓልታት ዑደት ንምክያድ ትማሊ ኣዲስ ኣበባ ከም ዝኣተው ኦቻ ሓቢሩ ኣሎ። እቶም ሓላፊ ካብ ዝሽመዉ ንነዘ ዑደት እንትፍጽሙ እዚ ኣብ ኢትዮጵያ ዝገብርዎ ዘለዉ ዑደት ፈላማይ ከምዝኾነ ምስ ገለጹ ኣብዚ ሃገር ዘሎ ድሌት ሰብኣዊ ሓገዝ ብምኽንያት ኣብ ትግራይን ቤንሻንጉል ጉምዝን ዘሎ ኩናት ኣብ ክልል ዓፋር ሶማሌን ደቡብን ብዝተወልዐ ዓሌታዊ ጎንጽን ከምኡውን ኣብ ዓፋር ኦሮሚያን ሶማሊያን ብዝተኸሰተ ድርቅን ኣዝዩ ወሲኹ ኢሎም ኣለዉ እቶም ሓላፊ ናብ ትግራይ ብምኻድ በቲ ተኸሲቱ ዘሎ ሓደጋ ጥሜት ዝተጎድኡ ወገናት ከምዘዘራርቡን ሰራሕተኛታት ረድኤት የጋጥሞም ዘሎ ብድሆታት ከም ዝዕዘቡን ተፈሊጡ ኣሎ። ኣብ ተመሳሳሊ ዜና ሓላፊት ትካል ተራድኦ ንዓለም ለኸ ልምዓት ኣሜሪካ ማለት እውን ዩኤስኤድ ኣብ ኢትዮጵያ ዑደት ከም ዘካይዳ ተሓቢሩ። ኣመሓዳሪት ዩኤስኤድ ሰማንታ ፓወር ሓፋሽሽቲ ኣብይ ኣሕመድ ሰብኣዊ ሓገዝ ናብ ትግራይ ከይኣቱ ይገብሮ ዘሎ ዕንቅፋት ጠጠው ንኸብል ረድኤት ብዘይ ጸገም ንኽኣቱ ጸቕጢ ንምግባርን እቲ ተኸሲቱ ዘሎ ሓደጋ ጥሜት ንምውጋድን ኣብ ዝቕጽል ሰሙን ናብ ኢትዮጵያ ከም ዝመጻ ዴይሊ ሜይል ኣፍሊጡሎም እተን ኣመሓዳሪት ኣብ ሱዳን እውን ዑደት ከም ዘካይዳን ናብታ ሃገር ሃዲሞም ዝኸዱ ተጋሩ ስደተኛታት ከም ዘዘራርባን እቲ ዜና ሓቢሩ ኣሎ። ኣብዚ ሕዚ እዋን ሰብኣዊ ሓገዝ ንምምልላስ ዘገልግል ዘሎ እንኮ ጽርግያ ተሽከርከርቲ ሰመራ መቐለ ፋሽስት ኣብዪ ኣሕመድ ዕላዊ ብዘይኮነ መንገዲ ከም ዝዓጸወ ትካላት ረድኤት ኣቃሊዐን። ጋዜጣ ዘ ኒው ዮርክ ታይምስ ከም ዝሓበሮ ኣብዚ ሐዚ እዋን ሰብኣዊ ሓገዝ ናብ ትግራይ ንምእታው ዘገልግል ብሕታዊ መንገዲ ተሽከርከርቲ እቲ ካብ ሰመራ ናብ መቐለ ዝወስድ ፅርግያ እዩ ይኹን ደኣ እምበር ፋሽስት ኣብዪ ኣሕመድ ዕላው ብዘይኮነ መንገዲ ኣብዚ ፅርግያ ዝግበር ምንቅስቓስ ተሽከርከርቲ ከም ዝዓፀወን ንትካላት ረድኤት ብምውካስ እቲ ጋዜጣ ኣቃሊዑ ኣሎ በዚ ዝተለዓለ ድማ ኣብ ትግራይ ብኣማኢት ኣሽሓት ዝቑፀሩ ወገናት ብጥሜት ይሳቐዩ ከም ዘለዉ እቲ ዜና ኣመልኪቱ ኣሎ
ኣብ ዝባና ውይ ተፅዕኖ እዩ ነይሩ ሕዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጒስና።
ፈርስት ናይት ማን እዩ ነይሩ ትወደይለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ብቀፃሉ ንክስዕሮም ኢና ኩሉ ግዘ ከዓ ትግራዋይነት ናተኩልዕ እዩ ክነብር
ናይ ቁፅሪ ልዕልነት ናይ ተኹሲ ልዕልና ዝነበሮ ፀላኢ እዩ ክንድምስስ ኢልና ተበጊስና ሽለ ኣይኮነን ሃዲሙ ሰራዊት ተዋጊኡ ስዒርዎ ብጅግንነቱ በሊፁ
እዞም ዝጨፍጨፉና ከም ወታደር ነው እቲ ሓይሎም ተዘይደምስስናዮም ሓራኹም ዘይንወፅእ ስለ ዝፈልጥ ምስ ህልኹ ኢድ ንምሃብ እውን ዕድል ዘይትንኩ እዮም ዝብሉ ከም ወታደር ኢድ ኢድ ንክተውፅእ እውን በጢሱ በጢሱ ይሓርኩም
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና
ጽብቕቲ ትግራይ ክትኾን እዩ ዝድሊ
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ
ካብ ቴሌቭዥን ድምፂ ወያነ ትግራይ ዜናታትና ሐዚ እናቐፀሉ እዮም። ሓየት ሰራዊት ትግራይ ንፀላእቱ እናደምሰሰ ብዓወት ንቕድሚት ይምርሽ ከምዘሎ ዘኢኮኖሚክስ ተሓቢሩ። ኣብ ክልል ኣምሓራ ከተማ ደሴ ዝቖሰሉ ወታደራት ፋሽስት ኣብይ ኣሕመድ ኣብ ኣፍ ደገ ሆስፒታል ኣብ ዝተተኸለ ቴንዳ ደቂሶም ከምዝረኣየን ድምፂ ኣምቡላንስ መኻይን ጎልዩ ክስማዕ ከምዝተዓዘበን እታ ከተማ ድማ ብጭንቀት ተዋሒጣ ከምዝተመልከተን ኣብታ ከተማ ዑደት እንትገብር ብሓይልታት ፀጥታ ንሰዓታት ዝተኣሰረ ጋዜጠኛ ዘኢኮኖሚክስት ፀብፂቡሎም። እቲ ፍሉጥ መጽሔት ዓለምና ዝኾነ ዘ ኤኮኖሚክስ ተሓየተ ሰራዊተ ትግራይ ንጸላእቱ እናደምሰሰ ናብ ከተማታት ደሴን ጎንደርን ኣብ ክልል ዓፋር ድማ ንቕድሚት ብዓወት ይምርሽ ከም ዘሎን ግስጋስኡ ድማ ዓጋቲ ዘለዎ ኣይመስልን ግብል ሓቢሩ ኣሎ። ሰራዊተ ትግራይ ኣብቲ የካይዶ ዘሎ ኩናት ወታደራዊ ልዕልነት ከም ዝጨበጠ ካብ ጸላእ ዝመንዝዖ ከቢድ ብረት ድማ ኣብቲ የካይዶ ዘሎ ወታደራዊ ወፍሪ ኣብ ረብሓ ኣውዒሉ ብግቡእ ይጥቀመሉ ከምዘሎን እቲ ዜና ኣመልኪቱ ኣሎ። ሰራዊት ትግራይ ቅድሚ ሓደ ወርሒ ንከተማ መቐለ እንትቆፃፀር ፋሽስት ኣብይ ኣሕመድ ምስ መንግስቲ ትግራይ ተዛትዩ ሰላም ኣብ ክንዲ ምውራድ ናብ ትግራይ ዝኣቱ ሰብኣዊ ሓገዝ ብምኽልኻል ህዝቢ ኢትዮጵያ ንኹናት ክለዓዓል ዩ ጎስጊሱ ብምባል ዝነቐፈ እቲ መፅሄት

ብቕልጽምና
ፈጸምና ዘይጠወ ዘይጥወ ብሓይሊ መንገዲ ዝሕግብ ኣብ ነሰግሮ ብብልሃት ነሰግሮ ብዓቕሊ
ኣብ መወዳእታ ኣብ ትግራይ ብሚልዮናት ዝቑፀሩ ወገናት መሰረታዊ ግልጋሎት ጥዕና ክረኽቡ ከም ዘይከኣሉ ተሓቢሩ ኣሎ ውድብ ጥዕና ዓለም ኣብ ትግራይ 3.8 ሚልዮን ሰባት ሕክምናዊ ደገፍ ከም ዘድልዮምን ብሰንኪ ዋሕዲ መድሓኒት ሕፅረት ነዳዲ ገንዘብን ውሱን ተበፃሕነትን ግና እዞም ወገናትና መሰረታዊ ግልጋሎት ጥዕና ከም ዘይረኸቡን ኣፍሊጡ ኣሎ። እቲ ትካል እንተወሓደ ንክልተ ነጥቢ ሰለስተ ሚልዮን ወገናት ግልጋሎት ጥዕና ንምሃብ ትልሚ ከም ዝነበሮን ብምኽንያት እቶም ዝተገለፁ ፀገማት ግና ሰማንያን ሸውዓተን ሽሕ ሰባት ጥራሕ ሕክምናዊ ደገፍ ከም ዝገበረን ሓቢሩ። ኣብዚ ሕዚ እዋን ኣብ ትግራይ ለበዳ ሕማም ጨለውታ ከይለዓል ተሰጊኡ ከም ዘሎ ዝገለፃ ወሃቢት ቃል ውድብ ጥዕና ዓለም ፌደላ ቻይብ ብፍላይ ነብሰ ፁራት፣ ዘጥብዋ ኣዴታት፣ ህፃናትን ኣብ ትግራይ ብዝተኻየደ ኲናት ዝተጎድኡ ወገናት ህጹጽ ሕክምና ከም ዘድልዮም ከምኡ'ውን ግልጋሎት ሕክምና ዓሶ፣ ንፍዮን ኽታበትን ብቕልጡፍ ክጅመር ከም ዝግባእን ተዛሪበን ኣለዋ። ብተወሳኺ ኣብ ትግራይ ብሕጽረት ዝተመጣጠነ ምግቢ ናይ ዝሳቐዩ ህጻናት በዝሒ ብዘስግእ ደረጃ እናወሰኸ ከም ዝኾነን እተን ወሃቢት ቃል ምስ ሓበራ፣ ከምዚኦም ዝበሉ ህጻናት ድማ ንዝተፈላለዩ ሕማማት ብቐሊሉ ክቃልዑ ከም ዝኽእሉ ገሊጸን ክብል ድምጺ ኣሜሪካ ጸብጺቡ'ሎ። እምበኣርከስ እዚ ኸበርኩም ተመልከቲ ተለቪዥን ድምፂ ወያነ ትግራይ ነዚ ዕለት ዝበልናዮም ዜናታት እውን ኣብዚ ዛዚምና ኣለና። ስለ ምክትታልኩም ኣመስጊንና ክንፍለየኩም ሃለዋትናን ድሕንነትናን ብቕልፅምና ትግራይ ትስዕር። ሰላም።